ሕጊ ኣርባዕተ፣ ኩሉ ግዜ ኣፍካ ኣብ እትኸፍተሉ ብዙሕ ኣይትዛረብ። ንጉስ ፈረንሳ ነበር ሉዊስ ዓሰርተ ኣርባዕተ ኣብ ዝኾነ ህሞት ኣብ ዝዛረበሉ ቃላት ብምምራጽ ውሑድ ጥራይ ከም ዝዛረብ እዩ ዝፍለጥ። ህዝቢ ኣብ ባይቶ ቤተ መንግስቲ ሉዊስ ተኣኪቦም ብዛዕባ እቲ መንግስቲ ዘለዎም ጸገማት ንሰዓታት ዝኣክል ክኳትዑ እንከለዉ፣ ንሱ ግና ኣብ ዝፋን መንበሩ ኮፍ ብምባል ዝኾነ ቃል ከይተዛረበ ስቕ ኢሉ እዩ ዝሰምዖም ዝነበረ። እቶም ህዝቢ ኣብቲ ባይትኡ ንብዙሕ ሰዓታት ድሕሪ ምክታዕ፣ ካብዞም ህዝቢ ክልተ ሰባት ጥራይ እዮም ነቲ ኹሉ ክትዕ ጽሙቕ ኣቢሎም ቃላት መሪጾም ዝቕርብሉ። ንጉስ ሉዊስ ነዚ እዞም ክልተ ሰባት ዘቕረብዎ ኣብቲ መንግስቲ ክመሓየሽ ዘለዎ ጸገማት ድሕሪ ምስማዕ፣ እዚ ዘቕረብኩሞ ጸገማት ኣብ መጻኢ ክሪኦ እየ። ጥራይ ብምባል ካብ መንበሪኡ ብምትንሳእ እዩ ዝኸይድ። ብዛዕባ ኩሉ እቲ ዘቕረቡሉ ጸገማት ዘለዎ ሓሳባት ሽዑ ንሽዑ ሃተፍተፍ ብምባል ውሳንኡ ኣየስምዖምን እዩ ዝነበረ። ኣብ መጻኢ ክርእዮ እየ ጥራይ ብምባል እዩ ገዲፍዎም ዝኸይድ። እቶም ህዝቢ ከኣ እንታይ ከም ዝወሰነ ድሕሪ ሰሙናት ብግብሪ ኣብ ባይታ ብዝወሰዶም ስርሓት እዮም ነቶም ጸገማት ፈቲሕዎም ድዩ ዋላስ ኣይፈትሑም ዝፈልጡ ዝነበሩ። ንጉስ ሉዊስ መንእሰይ እንከሎ ብዙሕ እዩ ዝዛረብ ዝነበረ። ምስ ግዜ ግና ካልኦት ብዙሓት ብምዝራቦም ብዛዕባ ድኽመታቶምን መደባቶምን ከምልቑ ይሰምዕ ብምንባሩ ነቲ ዘምለቑዎ ሓበሬታ ብምእካብ ይጥቀመሎም እዩ ዝነበረ። ካብዚ ተበጊሱ ከኣ እዩ ካልኦት መታን ንዕኡ ከይምዝምዝዎ ድሕሪ ብዙሕ ልምምድ ንገዛእ ርእሱ ስቕታ ከም እትኽእልን ውሑድ ከም እትዛረብን ዝገበራ። ብሰንኪ እዚ ከኣ ሰባት ንጉስ ልዩስ ዝሓስቦም ሓሳባትን ደልየታትን ክፈልጡ ይኽእሉ ብዘይምንባሮም ፈጺም እዮም ክምዝምዝዎ ዘይከኣሉ። እዚ ሜላ ከኣ ሓያልን ምስጢራውን ንጉስ ንክኸውን ኣኽኢልዎ እዩ። እዚ ሜላ ንንጉስ ዝምልከት ጥራይ ኣይኮነን። ዝኾነ ሰብ ውሑድ ብምዝራብን ብዙሕ ብምስማዕን ሰባት ንክምዝምዝዎ ሓይሊ ኣይህቦምን እዩ። ብኣንጻሩ እኳ ደኣ ኣብ ቅድሚ ካልኦት ሰባት መልሓስካ ምቁጽጻር ንዓኻ እዩ ሓይሊ ዝህበካ። ኩሉ ግዜ ውሑድ እቲ ዘገድስ ጥራይ ምስ እትዛረብ ካልኦት ከም ሓደ ኣገዳስን ሓያልን ሰብ ገይሮም እዮም ዝወስዱኻ። ውሑድ ቃላት ብምዝራብካ ንኻልኦት ዘይምቹእነት ብምፍጣር ኣፎም ንክኸፍቱ እዩ ጸቕጢ ዝፈጥረሎም። ኣፎም ምስ ዝኸፍቱ ከኣ ንስኻ ዘይኮንካ ንሳቶም እዮም ብዛዕባኦም ብዙሕ ሓበሬታ ዝህቡኻ። እቲ ብኮርሊያነስ ዝፍለጥ ህቡብ ሮማዊ ጀነራል ናየስ ማርኪዮስ ኣብ ብዙሕ ዓውድታት ኲናት ገጢሙ ብምዕዋቱ ህዝቢ ሮማ ጅግና ናይ ጀጋኑ ብምባል እዮም ዘኽብርዎ ነይሮም። ጀነራል ማርክዮስ መብዛሕትኡ ግዜኡ ኣብ ዓውደ ውግእ ስለ ዘሕልፎ ኸኣ ህዝቢ ሮማ ብወረ ጥራይ እዮም ዝፈልጥዎ ዝነበሩ። ግና ጸኒሑ ማርክዮስ ንዝለዓለ ፖለቲካዊ ሓላፍነት ኣብ ዝተኻየደ ምርጫ ንኽሳተፍ እዩ ዝወሰነ። ኣብዚ ምርጫ ክሳተፍ እንተደኣ ኾይኑ ንህዝቢ ክጉስጉስ ስለ ዝነበሮ ኸኣ ንመጀመርትኡ ህዝቢ ኣኪቡ መደረታት ከስምዕ ጀመረ። ኣብቲ መጀመርታ ነቶም ህዝቢ ኣብ ኩናት ይሳተፍ ኣብ ዝነበረሉ እዋን ዝተወግኦም በሰላታት ብምርኣይ ምስኡ ከም ዝደናገጹ እኳ እንተገበሮም ግና ጸኒሑ ብሓለፍቲ ተዓጂቡ ምስ ምሉእ ርእሰ ተኣማንነት ንህዝቢ መደረ ከስምዕ ኣብ መድረኽ ደይቡ ኣፉ ምስ ከፈተ ብዙሕ ብምዝራብ ክጀሃርን እንተ ረሰበካ ከመይ ቁም ተራእዩ። ህዝቢ ሮማ ነቲ ብወረ ጥራይ ዝፈልጦ ዝነበረ ጅግና ናይ ጀጋኑ ብምባል ዘኽብርዎ ዝነበሩ ማርክዮስ ብኣካል ከምዚ ኢሉ ዓጀውጀ ክብል ምስ ሰምዕዎ ኣብ ልዕሊኡ ዝነበሮም ክብሪ ከምቲ ክኽበን እዩ ተራእዩ። ምኽንያቱ ማርክዮስ ዝንኡ ኣብ ኲናት ብዘወፈዮ ጅግንነት ደኣ እምበር ብቓላት ኣይኮነን ኣምጺዎም። ኣብ ቅድሚ ህዝቢ ሮማ ክምድር እንከሎ ዘረባ ስለ ዘብዝሕ ህዝቢ ሮማ ድኽመታትን ትዕቢታትን ማርክዮ ስለ ዝተራእዮም፣ እቲ ንነዊሕ ዓመታት ተቓሊሱ ዘምጾ ናይ ጀጋኑ ጅግና ዝብል ዝንኡ ክቕንጠጥን ከም ሰብ እውን ክፈኩስን እዩ ተራእዩ። ማርክዮስ ንመልሓሱ ክቆጻጸር ብዘይምኽኣሉ፣ ኣብ ነፍሲ ወከፍ ህሞት ኣፉ ኣብ ዝኸፍተሉ፣ ንነገራት መሊሶም ከም ዝብእሱ እዩ ዝገብሮም ዝነበረ። ህዝቢ ከኣ ከም ጅግና ዘይኮነ፣ ከም ሓደ ብትዕቢት ዝተመልአ፣ ንህዝቡ ዝንዕቕ፣ ክብረት ዘይብሉ ሰብ ኮይኑ ስለ ዝተራእዮም ኣብ ልዕሊኡ ዝነበሮም ክብረት እዩ ተቐንጢጡ። ብሰንኪ እዚ ከኣ ኣብቲ ዝለዓለ ፖለቲካዊ ሓላፍነት ዝተኻየደ ምርጫ ህዝቢ ስለ ዘይመረጾ ክዕወት ኣይከኣለን። ካብዛ ዛንታ ንመሃር ሓንቲ ነገር እንተ ደኣ ሃልያ፣ ብዙሕ ምዝራብ ምስ ዘለካ ክብርን ሓይልን ከም ዘዕንዎ እዩ። ብዙሕ ምዝራብ ምስ እትጅምር፣ ብፍላይ ትዕቢት ብዝተሓወሶ መንገዲ፣ ሰባት ኣክንዲ ዝንእዱኻ፣ ክሕሱሩኻን ከናእሱኻን እዮም ዝረኣዩ። ስቕታ ንድኽመታትካን መደባትካን ብምሽፋን ዕጉስ ከም እትኸውን እዩ ዝገብረካ። ትዕግስትኻን ርዝነትካን ከኣ ሰባት ኣብ ልዕሌኻ ዘለዎም ክብሪ ከም ዝውስኽ እዩ ዝገብሮ። ማርክዮስ፣ ብዙሕ ካብ ምዝራብ ብምቑጣብ፣ ቃላት ብምምራጽ ውሑድ እንተ ዝዛረብ፣ ዝንኡ ብምዕቃብ፣ ኣብቲ ንዝለዓለ ፖለቲካዊ ሓላፍነት ዝካየድ ምርጫ ብምተዓወተ ነይሩ። ሓይሊ መልሓስካ ብምቁጽጻር እቲ ዘድሊ ጥራይ ምስ እትዛረብ እዩ ዝዓቢ። ንሰባት ማዕረ ክንደይ በሊሕ ከም ዝኾንካ ንክትምስጥ ብዙሕ ትዛረብ እንተ ኣሊኻ፣ ተመሊሱ ንዓኻ ዘሕፍርን ዘፍኩስን ቃላት ከተምልቕ ትኽእል ኢኻ። ሓያላት ሰባት ቃላት ብምምራጽ ውሑድ እዮም ዝዛረቡ። ዝፈልጥዎ ኩሉ ስለ ዘይገልጹልካ ከኣ፣ ብዛዕብኦም ብዙሕ ክትፈልጥ ኣይትኽእልን ኢኻ። ብሓጺሩ ውሑድ ምዝራብ ረዚንን በዓል ምሉእ ርእሰ ተኣማንነትን ከምስለካ እንከሎ፣ ብዙሕ ምዝራብ ከኣ ሓደ ድኹም፣ ዝዛረቡ ዘይፈልጥ ሰብ እዩ ዘምስለካ።